ሰላም ሰላም ሰላም ንዓኹም ይኹን ዝኸበርኩምን ዝኸበርክንን ኣብ ሕቆን ኣብ ቀረባን ዘለኹም ተኸታተልቲ እዚ ቻነል ቻነል ኤምቲቪ ዝኸበረን ዝዓዘዘን ዕዙዝ ሰላምታና ካብዚ ካብ ቻነልና ቻነል ኤምቲቪ ሰላምታና ይብዛሕኹም ብምቕጻል ናይ ሎሚ ሒዝናልኩም ቀሪብና ዘለና መደብ
ሰላም ተኸታተልቲ እዚ መደብ እዚ ከመይ ኢልኩም ቀኒኹም? ሎም መዓልቲ ሒዘዮ መፂኦ ዘለኹ ኣርእስቲ ብዛዕባ ኣብ ሕብረተሰብና ብቐፃሊ እንጥቀመሉ ሓደ ዓይነት ሱር እዩ ማለት እዩ። እዚ ሱር እዚ ኣብ ሕብረተሰብና ብፍላይ ምስ ምንታይ ኢና እንጥቀመሉ ተለያልና ምስ ቡን ብድቑፅ ካብ ዕዳጋታት ተገዚኡ ተጎዲኡ ምስ ቡን ተሓዊሱ እንሰትዮ ሓደ ሱር እዩ ማለት እዩ። ፈሊጥኩም ኣለኹም ኣይስሓትኩምን ዝንጅብል ዝንጅብል እንታይ ጥቕምታት ኣለዎ ንጥዕናና ንዝብል ሕቶ ኣስፊሕና ብዛዕባ እዚ ክንዘራረብ ኢና ማለት እዩ። ኣብ ሕብረተሰብና ምስ ቡን ተሓዊሱ ክስተ እንከሎ እቲ ጥቕምታቱ ብዝርዝር ኩሉ ዝተፈልጠ ኣይመስለንን እቲ ሰብ ክጥቀመሉ እንከሎ ኣዴታትና ከም ዝብልኦ ገለገለ ግን እንተ ደኣ ዝንጅብል ዘላታ ቡን ሰትየ መዘነይ ኮምፕሊትሊ ቀልጢፋ ትገድፈኒ ዝንጅብል ዘለዎ ቡን እንተ ደኣ ሰትየ ዝጸንሓኒ ናይ ኣብራኸይ ቃንዛን ካልእ ርሽሽ ዝበለንን ይፈኹሰኒ ዝበሃል ኣዘራርባታት ይብላየን ማለት እዩ እዚ ሓቂ እዩ ብርግጽ ዝንጅብል ነዚ ነገራት እዚ ክገብር ይኽእል እዩ፣ ግን ንሱ ጥራይ ድዩ ጥቕምታቱ ንዝብል ሕቶ ክንምልስ ከኣ ይግብኣና እዩ። ኣይፋል፣ ብዙሕ ካልኦት ጥቕምታት ከኣ ኣለዉዎ እባ እሞ ኣየኖት እዮም እቶም ጥቕምታት? ነዞም ጥቕምታት እዚኣቶም በብሓደ ዘርዚርና ኩሎም ኣብዚ ክንዛረበሎም ኢና ማለት እዩ ብመጀመርታ ግን ዝንጅብል እንታይ እዩ ካበይ መበቆሉ ንምንታይ ይጠቅም ክሳብ ክንደይ ኣብ ሕብረተሰብ ልሙድ እዩ ንዝብል ሕቶ ሕብረተሰብና ልክዕ ከም ዝበልናዮ ብመልክዕ ቡን ምስ ቡን እዩ ዝስተ ኣብ ካልእ ሕብረተሰባት ተዳ ኣብ በዓል ህንዲ ቻይና ኣብ ዝተፈላለዩ ካልኦት እንተ ኬድና ግን ዝንጅብል ኣብ መግቦም ብቐጻሊ ዝዝውተርን ብጥቕሚ ብመድሃኒታዊ መልክዕ ድማ ዝጥቀምሉን ነገር እዩ ማለት እዩ። ካብ መበቆሉ ካብ ቻይና ኮይኑ ዝንጅብል መበቆሉ ካብ ቻይና እዩ። ቻይና ድማ ኣደ ናይ ኩሉ ናይ ጥንታዊ መድስን መበቆል ስለ ዝኾነት ካብኡ ጀሚሩ ከም መድሃኒታዊ ኣገልግሎት ንምሃብ ተባሂሉ ሰብ ዝጥቀመሉ ነገር እዩ ማለት እዩ። እምበኣር ዝንጅብል እንተ ደኣ ክንጥቀም ኮይንና ብኸመይ መልክዑ ኢና ንጥቀመሉ? ብርግጽ ኣብ ሕብረተሰብና ብንቑጽ ተገዚኡ ተጎዲኡ ምስ ቡን ጥራይ ስለ ንጥቀመሉ ምስ ቡን ኣትዩ ፈሊሑ ይስተ ንብል ኣለና። ግን ዝንጅብል ብጥሉሉ ክርከብ ይኽእል እዩ፣ ከም ዘይቲ ኮይኑ ኣብ ጠራሙዝ ተዓሺጉ ይሽየጥ እዩ፣ ከም ሓርጭ ኮይኑ ከምኡውን ምስ ዝተፈላለዩ ዝተመስርሑ መግብታት ተሓዊሱ እውን ኣብ ዕዳጋ ስለ ዝርከብ ንዓና በቲ ዝምችኣና ንሕና በቲ ብቐሊሉ ክንረኽቦ እንኽእልን በቲ ክንጥቀመሉ ዝደለናዮ ኩነትን ተወሲንና ብዝተፈላለየ መልክዑ ክንረኽቦ ንኽእል ኢና ማለት እዩ ስለዚ እንታይ እዩ እቲ ቀንዲ ቀዳማይ ጥቕሚ ናይ ዝንጅብል ንዝብል ዝንጅብል ሓደ ዝንጀሮ ዝተባህለ ቀመም ኣብ ውሽጡ ስለ ዘለዎ እቲ ጸረ ረኽሳዊ ዝኾነ ባህሪኡ እቲ ቀዳማይ እዩ ማለት እዩ ዝተፈላለዩ ናይ ጸረ ረኽሲ ዝተፈላለዩ ከጓንፉና ዝኽእሉ ረኽስታት ንምክልኻል ዓቕሚ ኣለዎ። ብተወሳኺ ድማ እቲ ኣንቲኦክሲዳንት ዝበሃል ባህሪ ስለ ዘለዎ ወይ ድማ ብትግርኛ እንታይ ከም ንብሎ እንድዒ ነቲ ኣብ ኣካላትና ዘሎ ቶክሲክ ዝኾነ ወይ ጎዳኢ ዝኾነ ነገራት ንምጽራይ ድማ ዓቢ ተራ ይጻወት እዩ ማለት እዩ። ስለዚ እቲ እዚ እቲ ቀዳማይ ጥቕምታት እዩ ማለት እዩ። እቲ ካልኣይ ጥቕሚ ናይ ዝንጅብል ብሓፈሽኡ ዝንጅብል ንስርዓተ ምሕቃቕ መግብና ዘለዎ ጥቕሚ ኣዝዩ ሰፊሕ እዩ ብዙሕ እዩ። ኩሎም ዘርዚርና ክስታ ክንገብሮም ምኽኣልና ግን ሕጂ በቲ በብሓደ ምእንቲ ብመስርዕ ክኸደልና ቅድም በዚ ንጀምር እንታይ እዩ እቲ ቀዳማይ ጥቕሙ ብቐጻሊ ሰብ ክጥቀመሉ ዝግብኦ እንታይ እዩ ንዕግርግር ምባልን ንተምላስን ኣዝዩ ጠቓሚ እዩ ዝንጅብል ማለት እዩ ብፍላይ ድማ ንደቂ ኣንስትዮ ኣሕዋትና ኣብ ግዜ ጥንሲ ንዘጓንፈክን ናይ ልቢ ዕግርግር ምባልን ናይ ተምላስን ጸገማት እንተ ሃልዩ ዝንጅብል ተጠቒምክን ነዚ ነገር እዚ ክተፋኹሳ ከም እትኽእላ ብመጽናዕቲ ዝተደገፈ ሓደ ሓቂ እዩ ማለት እዩ ስለዚ እዚ እቲ ካልኣይ ጥቕሙ እዩ ማለት እዩ ከም ሳልሳይ እንጠቕሶ ጥቕሚ ድማ ናይ ደምና ዓቕን ሽኮር ንምቁፅፃር እውን ዓብ ተራ ኣለዎ ዝንጅብል ማለት እዩ ዓብይ ተራ ኣለዎ መቸም ሽኮር ናይ ደምና ካብ ሰብዓ ክሳብ ሚእትን ዓሰርተን እንተለዓለ ሚእትን ዕስራን ካብኡ ንላዕሊ ክኸውን ከም ዘይብሉ እዩ ዝፍለጥ እንተ ካብኡ ንላዕሊ ኮይኑ ኩሉ ግዜ ናይ ሽኮርያ ንክህልወና ዘሎ ተኽእሎ ቁሩብ ቦርደር ላይን እናኾና ንኸይድ ኣለና ማለት እዩ እሞ ዶክተር ምዝራብ ከድል እዩ ግን እዚ ዝንጅብል ግን ብሓደ መዓልቲ ሓንቲ ግዜ ጅንጅበል ኢኻ ከም ፈውሲ ንሓንቲ መዓልቲ ተወሲዱ ውፅኢቱ ሽዑ ዝረአ ነገር ኣይኮነን፣ ግን ኣብ ምሉእ መስርሕ ኣብ መግብና ኣብ እንገብሮ እንተገለ ንጉሆ ድዩ ወይ ምሸት ድዩ ምስ መግብና እናሓወስና ብተለምዶ ቀፃሊ ክንወስዶ እንከለና ግን ኣብ ኢን ደ ሎንግ ራን ኣብ ነዊሕ መስርሕ ዘርእዮ ለውጢ ስለ ዝኾነ ንሽኮር ናይ ደምና ንምጉዳል ዓቢ ተራ ኣለዎ። ከም ራብዓይ እንጠቕሶ ድማ ዝንጅብል እንታይ እዩ ልክዕ ኢለዮ ፀኒሐ ንምሕቃቕ መግቢ ስርዓተ መግብና ቀፃሊ ጥቕምታት ከም ዘለዎ ብዙሕ ጥቕምታት ከም ዘለዎ ክንብል ፀኒሕና እንደገና ካልእ ናይ ስርዓተ ምግቢ ጥቕሚ ናይ ዝንጅብል ድማ እንታይ እዩ ምሕቃቕ መግቢ እንተ ደኣ ጸገማት ዘጓንፈና ኮይኑ ዝንጅብል ነዚ ነገር እዚ ከቃልለልና ይኽእል እዩ ማለት እዩ ኦኬ ሕጂ እንታይ ዝበሃል ኣሎ ዩ ኣር ዋት ዩ ኢት ንስኻሲ እቲ ዝበላዕካዮ ነብስኻ ስጋኻ ሚን ኣካላትካ ዘርእዮስ እቲ ዝበላዕካዮ እዩ ዝበሃል ነገር ኣሎ ግን ብርግፅ ንሱ ይኮነ እቲ ዘሕጠቅካዮ እዩ እንተ መግቢ በሊዕካዮ እንተ ዘይሓቅቅ ኮይኑ እሞ ኣብ ኣካላትካ ኤፈክት ዘይገብር ወይ ገለ ነገር ስራሕ ዘይገብር እንተ ኮይኑ ወላ ሓንቲ ትርጉም የብሉን ስለዚ ንምሕቃቕ መግቢ ስለ ዘቃላጥፍ ጅንጅብል እውን ክንጥቀም ንኽእል ኢና ካልእ ብዙሕ ንምሕቃቕ መግቢ ዝጥቅሙ ነገራት ክህልው ይኽእሉ ይኾኑ እዮም ግን ዝንጅብል ዓቢ ተራ ስለ ዘለዎ ዝንጅብል ክንጥቀም ንኽእል ኢና ናይ ምሕቃቕ መግቢ ፀገማት እንተ ኣልና ኮይኑ ከም ሓምሻይ እንጠቕሶ ድማ እንታይ እዩ ንደቂ ኣንስትዮ ኣሕዋትና ዘጓንፈን ወርሓዊ ፅግያት ኣብዚ ግዜ ዘጓንፈን ዝተፈላለዩ ቃንዛታት ነዚ ቃንዛታት እዚ ንምጉዛል እውን ተራ ኣለዎ እሞ ክጥቀማሉ ትኽእላ ይኽን ኣሕዋትና ማለት እዩ ነዚ ነገራት እዚ ንምፍዃስ ማለት እዩ ነዚ ቃንዛታት እዚ ከም ሻድሻይ እንጠቕሶ ድማ ናይ ጨዋዳታት ነድርን ወይ ቃንዛታትን ወይ ኢንፍላሜሽንስ፣ ረኽስታት፣ ነዚታት ንምፍዃስ ውን ዓቢ ተራ ኣለዎ ማለት እዩ ዝንጅብል። ዝተፈላለየ ዘጓንፈና ናይ ጭዋዳታት ቃንዛታት ብዝተፈላለየ ምኽንያት ክኸውን ይኽእል። ነዚ ንምጉዳል ተራ ስለ ዘለዎ ዝንጅብል ሓደ ካብቲ ጥቕምታቱ እዚ እዩ ማለት እዩ። እንደገና ናይ ደምና ኮሌስተሮል ኮሌስትሮል ኣብ ደምና ክልተ ዓይነት ኮሌስትሮል ከም ዘሎ ንፈልጥ ኢና እቲ ሓደ ፅቡቅ ኮሌስትሮል which is high density lipoproteins እቲ ሓደ ከዓ ሕማቅ ኮሌስትሮል low density lipoproteins እቲ ፅቡቅ ኮሌስትሮል እንተልዓለ ንጥቕምና እዩ እቲ ሕማቅ ኮሌስትሮል እንተልዓለ ግን ንጉድኣትና እዩ ስለዚ ኩሉ ግዜ ናይ ኮሌስትሮል መርመራ ክንገብር እንከለና ክልቲኡ ሪዛልት እዮም ዝህቡና ማለት እዩ እቲ ኤችዲኤል ወይ ሃይ ደንሲቲ ሊፖፕሮቴንስ ላዕለቲ ኮይኑ ደስ ኢሉና ክንሪኦ ኣለና ማለት እዩ ጽቡቅ ነገር ኣሎ ማለት እዩ እንተ እቲ ሓደ ላዕሊ ኮይኑ እቲ ሓደ እንተ ትሒቱ ግን ጽቡቅ ኣይኮነን ስለዚ እዚ ጅንጅብል ነቲ ሃይ ኣሚን ነቲ ሎው ደንሲቲ ሊፖፕሮቴንስ ነቲ ሕማቅ ዝኾነ ኮሌስትሮል ናይ ምጉዳል ዓቅሚ ኣለዎ ከምኡ ብምግባር ድማ እንታይ እዩ ጥቅሚ ዝህበና ንሰራውር ደምና ንሕማም ልቢ ምስ ናይ ስራውር ደምን ሕማም ልብን ተኣሳሲሩ ክመጽእ ዝኽእል ካልእ ብዙሕ ዝተፈላለዩ ጸገማት ድማ ከም ወቕዒ ልብን ወቕዒ ሓንጎልን ዝኣመሰሉ ነገራት ንምክልኻል ዓቢ ተራ ኣለዎ ማለት እዩ። እንደገና ከም ሻምናይ እንጠቕሶ ጥቕሚ ናይ ዝንጅብል እንታይ እዩ? ንኣዕጽምትናን ንጅማውትናን ከጓንፍ ዝኽእል ዝተፈላለየ ረኽስታት ናይ ምጉዳል ዓቕሚ ኣለዎ። ብኡ መንገዲ ገይሩ ድማ ንናይ ኣዕጽምትና ከጓንፈና ዝኽእል ናይ ኦስቲዮፖሮሲስ ወይ ናይ ኣዕጽምቲ ምርቃቕን ተሰባሪ ናይ ምዃን ናይ ኣዕጽምትና ንምክልኻል ዓቢ ተራ ኣለዎ። እዚ ከም ሻምናዩ ክጥቀስ ዝኽእል ጥቕሚ ማለት እዩ። ከም ታሽዓይ ክንጠቕሶ እንኽእል ድማ እንታይ እዩ ዝንጅብል ንሕማም መንሽሮ ናይ ምክልኻል ዓቢ ተራ ኣለዎ። ሕማም መንሽሮ ኣመጋግባና ዓቢ ተራ ከም ዘለዎ ኣብ ሕማም መንሽሮ እዚ ሓደ ዘይንስሕቶ ሓቂ እዩ። ኣብ ሕብረተሰብና ኣብዚ ግዜ እዚ ዝተፈላለየ ናይ መንሽሮ ሕማማት ዝርኣ ዘሎ ብዙሕ ኣብ ሕብረተሰብና ዝተቐየረ ብዙሕ ነገራት የለን። እዚ ዝቕየር ዘሎ እንታይ እዩ? ብፍላይ ምስ ጥዕና ዝተተሓሓዘ ማለት እዩ ናይ ኣመጋግባ እዩ። ኣመጋግባ ነገራት መብዛሕትኡ ሕብረተሰብና ኣብዚ ግዜ እዚ ካብ ባዕሉ ኣብ ሕርሽኡ ዘፍረዮ ዘይኮነስ ብደገ ተዓዲጉ ብዝመጽእ ዝተፈላለየ ምግብታት እዩ ዝነብር ዘሎ። ስለዚ እቲ ቀንዲ ጠንቅታት ናይ መንሽሮ ድማ በቲ እንበልዖ መግብታት እዩ። ስለዚ ኣብ መግብና ዝንጅቡል ምዝውታር ድማ ነቲ ከጓንፍ ዝኽእል ናይ ሕማም መንሽሮ ናይ ምክልኻል ዓቢ ዓቢ ዓቢ ተራ ስለዘለዎ ዝንጅቡል ኣብ ዝተፈላለየ መግብና ብዝተፈላለየ መልክዑ ክንሪኦ ኢና ድሓር ጸኒሕና ብኸመይ ዝንጅቡል ክንምገቦ ከም ንኽእል ጌርና ክነዘውትሮ ይግብኣና እዩ ማለት እዩ። ከም ዓስራ እዩ ንጠቕሶ እንታይ እዩ ዝንጅቡል ንሓንጎልና ንስርዓተ መትንና ከባራትዖን ኣክቲቭ ክገብሮን ናይ ዘለዎ ተኽእሎ ኣሎ ስለዚ ንጡፍ ዝኾነ ወይ ኣክቲቭ ዝኾነ ስርዓተ መትኒ ሓንጎል ከምኡ መትንታት ንክህልወና ዝንጅብል ኣብ መግብና ክነዘውትር ይግባኣና እዩ ማለት እዩ ከም ዓሰርተ ሓደ ክንጠቕሶ እንኽእል ድማ እንታይ እዩ ዝንጅብል ፀረ ባክተርያ ፀረ ቫይረስ ፀረ ፋንጋስ ነዞም ኩሎም ኣካላትና ሕማማት ዘምፅኡ ባላዓት ናይ ምቁዋም ዓቕሚ ኣለዎ ስለዚ ሓደ ትፈልጥዎ ሓቂ እዩ እዚ ሰብ ጉንፋዕ እንተሒዝዎ ፍሉ እንተሒዝዎ እንታይ ግበር ኢና ንብሎ ዋ ዝንጅብል ጌርካ ምስ ሻሂ ስተ ለሚን ሓውሰላ መዓር ሓውሰላ ያግበረላ እናበልና ንዛረብ ኢና ዝንጅብል ፀረ ባልዕ ከም ዝኾነ ዘርኢ ሓደ ኦሬዲ እንፈልጦ ሓቂ እዩ እዚ ማለት እዩ ስለዚ ስለምንታይ ኣቐዲምና ሞ ዘይንጥቀመሉ ምስ ሓማምካ መቸም እቲ ዕላማ ናይዚ ትምህርቲ እዚ ካብ ሓሚምካ ሕክምና ተኸላኺልካ ጥዕና እዩ ቀንዲ እዚ ትምህርትታ እዚ ዘቕርቦ ዘሎ ከኣ ነቲ ዕላማ ንሰብ ከይዱ ንክፍወስ ዘይኮነስ ኣብ ሕማም ከይበጽሐ ንክከላኸል ዘለዎ ንምግባር ወላ ኣብቲ ኢንትሮዳክሽን ቅድም ዝበልክዎ እዚ ቻነል እዚ ክጅምር እንከለኹ ዕላማይ ህዝብና ተማሂሩ እቲ ናይ ምክልኻል መስርሕ ንክገብር ስለ ዝኾነ ስለዚ ዝንጅብል ካብ ጉንፋዕ ዝሓዘካ ምስታይ ጉንፋዕ ከይሓዘካ ምስታይ ይምረፅ ስለዚ እቲ መልእክቲ ሓፂር እዩ ማለት እዩ ስለዚ ናይ ፀረ ባክተርያ ፀረ ቫይረስ ፀረ ፋንጋስ ሓይሊ ስለ ዘለዎ ዝንጅብል ኣብ ምግብና ቀፃሊ ብፍላይ ኣብዚ ሕጂ ዘለና ግዜ ሕጂ ኖቨምበር ኣለና እንታይ እዩ ዝበሃል ኖቨምበር ወርሒ ዓሰርተ ሓደ ኦረዲ ናይ ፍሉ ግዜ ዝጅምረሉ ግዜ እዩ ኣብዚ ግዜ እዚ ሕጂ ኣናብ ዘለኹዎ ዓዲ ማለት እዩ ስለዚ ነዚ ናይ ፍሉ ነገራት ንምክልኻል ተራ ኣለዎ ስለዚ ዝንጅቡል ኣብ ቁርሲ ክንቆርስ ከለና ምስ ሻሂና ድዩ ምስ ቡና ድዩ ምስ መግብና ሓዊስና ድዩ ንዓና ንደቅና ክነዘውትሮ ይግባእ እዩ ማለት እዩ ካብ ዝተፈላለዩ ሕማማት ንምክልኻል እንደገና ከም መበል ዓሰርተ ክልተ ክጥቀስ ዝኽእል ጥቕሚ ናይ ዝንጅቡል እንታይ እዩ እንተደኣልና ንሽኮርያ ንምክልኻል ዓብ ተራ ኣለዎ ሓንትራይ ኣቐዲመ ጠቒሰ ነይረ ንሽኮር ናይ ደምና ንምቁፅፃር ይጠቅም ኢልና ነርና ምስ ዝተተሓሓዘ ማለት እዩ እዚ ንሽኮርያ ከጓንፈና ዘለዎ ተኽእሎ ንምጉዳል ድማ ዓቢ ዓቢ ተራ ስለ ዘለዎ ዝንጅብል በዚ መንገዲ እዚ ድማ በዚ ምክንያት እዚ ድማ ሓደ ካብቲ ኣብ መግብና ክነዘውትሮ ዝግባኣና ነገር እዩ ማለት እዩ ከም ዓሰርተ ሰለስተ ንጠቕሶ ጥቕሚ ናይ ዝንጅብል እንታይ እዩ እንተ ኢልና ዓሰርተ ሰለስተ እንታይ እዩ ናይ ኣዝማን ኣለርጅን፣ ብዙሕ ግዜ ኣዝማን ኣለርጅን ዘሸግሮ ሰብ ዝንጅብል ምስ ዘዘውትር እዚ ነገራት እውን ክጎድለሉ ይኽእል እዩ እሞ ዝንጅብል ንኣዝማን ንኣለርጅን ስለ ዘጉድል ኣዚና ክንጥቀመሉ ይግብኣና እዩ ማለት እዩ እሞ ኦኬ ዝጠምታ ዝንጅብል ኣሎ ዝንጅብል ድማ ክንጥቀም ኣለና ንብል ኣለና ብኸመይ መንገዲ ኢና ንወስዶ ኣኸሎ ዲና ክንሕይኾ ክንሰትዮ ዲና እንታይ ኢና ክንገብሮ ከመይ ኢና ክንገብሮ ንዝብል ሕቶ ኩሉ ሰብ በቲ ዝምችኦ መንገዲ እንተ ምሕያኽ ኣነስ ኣይመረንን እዩ ይኽእሎ እየ ዝብል ሰብ ዝሕይኽዎ ሰባት ኣለዎ ነቲ ጥሉል ጅንጅብል ስግድ ከምኡ ጌርካ ክትጥቀመሉ ትኽእል ኢኻ ግን ካልእ መንገድታት ብቕልል ዝበለ ብፍላይ ንደቅና ንካልእ እንተ ክንህቦም ኮይንና ግን ካልእ ክንገብሮ ዘለና ክንጠባበ ዘለና ነገራት ኣሎ ኣብ ሕብረተሰብና ብርግፅ ዝንጅብል ምስ ቡን ተሓዊሱ ኢና ንሰትዮ ምስ ቡን ተሓዊሱ እዩ ዝስተ ዝንጅብል ምስ ሻሂ እውን ክሕወስ ዝኽእል እዩ ምስ ሻሂ ተሓዊስካ ክስተ ይከኣል ምስ ፀባ ከምኡ እውን ምስ ንገብሮ ስቆ ዝተፈላለዩ ስቆታት ሓዊስና እውን ክንሰትዮ ንኽእል ኢና ከምኡ እውን ምስ መረቕን ምስ ሾርባ ዝኣመሰለ ምስ ኣሕምልቲ ዘለዎ ጌርና እነዳልዎ ሚኒስትሮን ዓይነት ሓዊስና እውን ክንምገቦ ዝከኣል ነገር እዩ። ከምኡውን ምስ ምቁር ሕብስቲ ወይ ምስ ሕምባሻ ምስ ካልእ ካልእ ክግበር እንከሎ ሓዊስካ ተሰንኪቱ ክንጥቀመሉ ዝከኣል እዩ። ምስ መዓር ተሓዊሱ ክንጥቀመሉ ንኽእል ምክንያቱ በይኑ ከምቲ ዝበልክዎ በይኑ ጅንጅብል ክትምገቦ መሪር ወይ እውን ደስ ዘየብል መቐረት ስለ ዘለዎ ማለት እዩ። እንደገና ዓሳ ክትገብር እንከለኻ ምስ ዓሳ ክቆሎ እንከሎ ምስ ዓሳ ሓዊስካ ምስ ዝተፈላለዩ ስጋታት ሓዊስካ እውን ክትጥቀመሉ ዝከኣል ነገር እዩ። እንደገና ምስ ሰላጣ ነስኒስና ምስ ሰላጣ ሓዊስና ወይ ኣድቂቕና ቆራሪጽና ጥሉል እንተኾይኑ ወይ ሓርጭ ተኾይኑ ነስኒስና ወይ ዘይቲ ተኾይኑ ኣብ ልዕሊኡ ጌርና እዚ ብዝተፈላለየ ምስ ሰላጣ እውን ክንጥቀመሉ ንኽእል ኢና ከምኡ እውን ምስ ጽማቕ ዝተፈላለዩ ናይ ፍሩታታት እዩ ናይ ኣሕምልቲ ጽማቓት ንሰትዮ ስሙዚስ ምስኡ ሓዊስካ እውን ክትሰትዮ ክንጥቀመሉ ንኽእል ኢና ማለት እዩ ስለዚ ካልእ ሰብ ናቱ ኣነስ በዚ ይሕሸኒ ዝበሎ እውን ክምህዝ ይኽእል እዩ ግን ዝተሓፈሻዊ ክንጥቀመሉ እንኽእል ኣገባባት ወይ ክንወስዶ እንኽእል ኣገባባት እዩ ማለት እዩ እምበኣር ዝንጅብል ክሳብ ክንደይ ኣገዳሲ ከም ዝኾነ ኣብዚ ርኢናዮ ኣለና እሞ ኩሉ ግዜ ነቲ ቪድዮ ምስ ረኣና ድማ ኣብ ሂወትና ንክንጥቀመሉ እዩ እቲ ዕላማ ብከምኡ እየ ነቲ ቪድዮ ዘዳለዎ ማለት እዩ ኩላትና ንዓናን ንደቅናን ንሕብረተሰብናን ጥዕያት ኮይና ጠቐምቲ ምእንቲ ክንከውን እቲ ክንገብሮ ዝግብኣና ናይ ኣመጋግባ ስልቲ ኩሉ ግዜ ኣብ መዓልታዊ ሓድሽ ነገር እናእተና ክንጥዕና ኣካላትና ክንሕሉ ይግብኣና እዩ ርግፅ ጥዕና ነፍስና ጥዕና መንፈስና ንሱ ምሕላው እቲ ቀዳማይ ነገር እዩ። ግን ጥዕና ኣካላትና ከኣ ጥዑይ ኣካላት ተዘይሃለወ እቲ ካልእ ክስተያት ክግበር ዘይ ስለ ዘይክእል ዝስራሕ ስራሕ ብኣካላትና ኢና ንሰርሖ ዝኾነ ነገር ኣነ ጥዑይ ተዘይኮይነ ስራሕ ወፊረ ክምለስ ኣይክእልን እየ ጥዑይ ተዘይኮይነ ንደቀይ ክኣሊ ኣይክእልን እየ ስጋይ እዩ እቲ ዝንቀሳቐስ ዝኣሊ ማለት እዩ ወላ እኳ ብነብስናን ብመንፈስናን ዝተቋፃፀረ ነገር እንተኾነ ስለዚ ኣካላትና ቴክ ኬር ክንገብር ክንኣልዮ ብጥዕና ክንሕልዎ ይግባኣና እዩ እሱ ድማ ኣመጋግባና ሓደ ካብቲ ንጥዕና ኣካላትና ዝጸሉ ነገር ስለ ዝኾነ ክንጥቃወሉ ዝግባኣና ነገር እዩ። ብርግጽ ንጥዕና ኣካላትና ዝጸልዉ ብዙሕ ካልኦት ነገራት ኣለዉ፣ በብግዜኡ ክንዛረበሎም ኢና። ኣመጋግባ ግን ሓደ ካብቲ ጸላዊ ንጥዕና ኣካላትና ነገር እዩ እሞ ብዛዕባ ዝንጅብል እዚ ተማሂርና ኣለና። ተጠቒምኩም ክትኮኑ ተስፋ ይገብር። እንተ ናይ ብሓቂ ተጠቒምኩም ኬንኩም እዚኣ ቪድዮ እዚኣ ምስ ረኣኹም ሸር ግበርዋ ከምኡ እውን ላይክ ግበሩ እንድሕር ኣድላዩ ኮይኑ እውን ዘተባባዓኩም እንታይ ሳብስክራይብ እውን ግበሩ ሳብስክራይብ ተጌርኩም ኩሉ ግዜ ክንደይ ዝኣክል ሰብ ይከታተለና ኣሎ ኣነ ብኡ እየ ክፈልጥ ዝኽእል ንዓይ ድማ እንታይ ይኾነኒ ማለት እዩ ቀፃሊ ቪድዮ ንክገብር ምትብባዕ ይኸውን ኩላትና ከዓ ንጥቀም ልክዕ ከምቲ ሕጂ ትጥቀሙ ዘለኹም ስለዚ ናብ ዩቲዩብ ኬትኩም ሳብስክራይብ ምግባር ኣይትሕመቑ Subscribe ብጣዕሚ ኣገዳሲ ነገር እዩ ክሳብ ሽዕኡ ክሳብ ኣብቲ ዝቕፅል ካልእ መደብ ክሳብ እንራኸብ ሰላም ቀንዩ ሓብኩም ዶክተር የማነ ሰላም ቅነ ኣብ ቀፃሊ ርክብና
ጽን ኢልኩም ብጽሞና ከተከታትሉና ስለ ዝጸናሕኩም ብልቢ ኣዚና ኢና ነመስግነኩም።